ሰላም ስመይ ዶክተር ፓልማ ኣብርሃ ይበሃል ኣብ ኦሮታ ስኩል ኦፍ ሜዲሲን ን ደንትስትሪ እየ ትምህርተይ ወደየ ኣብ ኤርትራ ክልተ ዓመት ኣብ ኣፍዓበት ኣገልጊለ ሕጂ ድማ ኣብ ኡጋንዳ ካምፓላ ይቕመጥ ኣለኹ ኣብ ኢስት ኣፍሪካ ሜዲካል ሰንተር ኣብታ ሜን ብራንች ካባላጋላ እሰርሕ ከምኡ ድማ ኣብ ትርፊ ግዜይ ድማ ዩቱብ ቪድዮስ ናይ ጥዕና የስተምህር ኣለኹ። ሎማዓንቲ ኣብቲ ሰሙናዊ ብኢስት ኣፍሪካ ዝወሃብ ናይ ሕክምና ትምህርቲ ሒዝናዮ መፂናኣ ዘለና ኣርእስቲ ብምኽንያት ናይ ደም ምውሃብ ካምፔይን ዝግበር ኣብ ዕለት ዓሰርተ ሽዱሽተ ወርሒ ሰለስተ ኮይና ብዛዕባ ደም ምሃብ ስለምንታይ ደምኪ ንህብ ኣለና፣ እንታይ እዩ ጥቕምታቱ፣ መን እዩ ደም ዝህብ ከምኡውን እንታይ ጸገም ከምጸልና ይኽእል ደም ምሃብ ክንርኢ ኢና። ኣብ ክልተ ሰከንድ ሓደ ሰብ ናይ ግድን እዩ ደም ዝወስድ ኣብ ዓለም ሙሉእ ማለት እዩ። እዚ ብዝተገብረ ናይ WHO ሪፖርት እዩ። እዚ ከዓ እንታይ ዘርእየና ክንምታይ ሰብ ደም የድልዮ ክንድንታይ ሰብ ድማ ብደም ይድሕን ማለት እዩ። ሕጂ ነዛ ዕለት ዓሰርተ ሽዱሽተ ትመጽእ ዘላ ካምፔይን ስለምንታይ ደም ክንልግስ ኣለና ሰለስተ ዓበይቲ ነገራት ክነግረኩም እየ። ቀዳመይቲ ከምቲ ዝበልኩኹም ማለት እዩ ኣብ ክልተ ሰከንድ ሓደ ሰብ ደም ይወስድ። እዚ ብጣዕሚ ዓቢ ቁጽሪ እዩ ማለት እዩ። ብዙሕ ሰብ እዩ ደም ዝወስድ ብኡ መጠን ድማ ብዙሕ ህይወት ናይ ሰብ ክድሕን ይኽእል ማለት እዩ። ደም ምሃብ ጥራሕ እዚ ከምቲ ኩሉ ግዜ ንሰምዓ ብዝትካእ ደም ዘይትትካእ ሂወት ነድሕን ማለት እዩ ብፍላይ ድማ እዚኣ ንመን እዮም ኦ ኔጌቲቭ ዓይነት ደሞም ብጣዕሚ ውሕዳት እዮም ዘለዎ ኣብ ዓለም ከምኡ ድማ ካብ ከምኦም ዓይነት ኦ ኔጌቲቭ ዘለዎ ሰብ ጥራሕ ደም ክወስዱ ስለ ዝኽእሉ እንታይ እዩ ኦ ኔጌቲቭ ዝኾና ደምና ክንህብ ኣለና ካብኡ ተወሳኺ ድማ ኦ ኔጌቲቭ ዓይነት ደሙ ንኹሉ ሰብ ክወሃብ ስለ ዝኽእል ደም ኩላትና ድማ ዝመጽእ ስለ ዘይንፈልጥ ሓደጋ ክንኣቱ ንኽእል፣ ሕማማት ክሕዘና ይኽእል፣ ስለ ዘይፍለጥ ኣብ መጻኢ እንታይ ከም ዘጋጥም ብዝተኻእለና መጠን ደም ሂብና ንኻልእ ሰብ ከነድሕን ከምኡውን ንዓና ድማ ኣብ ዝኾነ ጸገም እንድሕዳ መጺእና ድማ ደም ንኽንረክብ ክሕግዘና ክእል እዩ እቲ ደም ምውሃብ። ካልኣይ ክንህበሉ ዘለና ምክንያት ድማ ከምዚ ኣብ ሶሻል ሚድያ ብዙሕ ክንርእዮ ዝቀነና እንታይ እዩ ኣብ ካምፓላ ብዙሓት ሰባት ይምርዓው ኣለው ስለዚ ድማ ምስቲ ብዙሓት መርዓ ዘሎ ድማ እንታይ ክንጽበ ኢና ብዙሕ ጥንስን ሕርስን ስለ ዘሎ ከም መጽናዕቲ ዝሕብርዎ ድማ ሰለስተ ካብ ሚእቲ ኣንስቲ ደም የድልየን እዩ ማለት እዩ። ኣብ ግዜ ጥንሲ ክኸውን ይኽእል፣ ኣብ ግዜ ሕርሲ ክኸውን ይኽእል ማለት እዩ። ስለዚ ብዝተኽኣለና መጠን ደም ሂብና ኣብ ግዜ ጥንስን ኣብ ግዜ ሕርስን ክመጽእ ዝኽእል ናይ ዋሕዲ ደም ሞትን ሕማማትን ክመጽእ ዝኽእል ብኡ ክንከላኸሎ ንኽእል ማለት እዩ በቲ ደም ንህቦ። ሳልሰይቲ ድማ ኡጋንዳ እንዲና ኩላትና ንቕመጥ ዘለና ኣብ ካምፓላ እንታይ እዩ ብዙሕ ካብ ዋሕዲ ደም ዝሽገራ ሃገራት እየን ኡጋንዳ እቲ ምኽንያታት ብዙሕ እዩ ብሰንኪ ዋሕዲ ልግሲ ደምን ብኻልእ ናይቲ ሚኒስትሪ ጥዕና ዘሎ ፀገማት ስለዚ ንሕና ድማ ከም ስደተኛታት ነበርቲ ናይ ኡጋንዳ ክሳብ ዝሃለና ብዝተኽኣለና መጠን ደም ለጊስና ናይ ብዙሓት ሰባት ሂወት ደምሲ ናትካ ናይ ወዲ ዜጋኻ ወይ ናይ ወዲ ሃገርካ ኣይኮንካን ናይ ግድን ትወስድ ናይ ዝኾነ ሰብ ንዝኾነ ሰብ ክወሃብ ስለ ዝኽእል ናትና ጥምረት ንምምሕያሽ ከምኡ ናትና ምስሊ ድማ ንምምሕያሽ ደም ክንልግስን ንኹሉ ሰብ ክንተሓጋገዝን ኣለና። ከምኡ ውን እንድሕር ድኣ ካልኦት ንፈልጦም ኣለና ምሳና ዝቕመጡ ሶማልያውያን ክኾኑ ይኽእሉ፣ ሱዳናውያን፣ ኢትዮጵያውያን ውን ከምኡ ተጠቀምቲ ኣለውና ኣብዚ ሆስፒታል እዚ ኩላቶም መጺኦም ደም ክልግሱ ከነተባብዕ ኣለና። ዕድሚኦም ካብ ዓሰርተ ሽዱሽተ ክሳብ ስሳ ዝኾነ ሚዛኖም ልዕሊ ሓምሳ ኪሎግራም ክኾኑ ሂሞግሎቢን ናቶም ድማ ናይ ደቂ ኣንስትዮ እንድሕር ደኣ ኮይኑ ልዕሊ ዓሰርተ ክልተ ናይ ደቂ ተባዕትዮ ድማ ልዕሊ ዓሰርተ ሰለስተ ክኾን ኣለዎ ደም ክልግሱ እንድሕር ደኣ ኮይኖም ካብኡ ተወሳኺ ድማ ዝኾነ ሕዱር ሕማም ክህልዎም የብሉን ኣብ ሽዑ ግዜ ድማ ዝኾነ ናይ ሕማም ወይ ናይ ረኽሲ ምልክታት ሰዓል ይኹን ውጽኣት ረስኒ ክህልዎም የብሉን ማለት እዩ ከም ዝተዘይብልና ኩላትና ክንልግስ ንኽእል ኢና። ሓንሳእ ዝለገስናያ ደም ድማ ንሰለስተ ሰባት ከተገልግል ትኽእል ማለት እዩ። እዚ ሕጂ በቲ ቀያሕቲ ዋህዮታት ደም እተርእይናዮ ማለት እዩ ተዋሂቡ ንሰለስተ ሰባት ከተድሕን ትኽእል። ካልእ ካብኡ ተወሳኺ ድማ ፕላትለትስ ንብሎም ኣለዉ ወይ ድማ እቶም ንደም ዘራግዉ ዓይነት ዋህዮታት እውን ወፂኦም ካብዚ ደም ይወሃቡ ማለት እዩ። እዚ ከዓ ንብዙሓት ሰባት ከገልግል ይኽእል። ደም ዘድልዮ ሰብ ሕጂ ደም ዝፈሰሶ ክኾን ይኽእል እዩ ብሰንኪ ዝተፈላለዩ መጉዳእቲ፣ ሓደጋ ከጋጥም ይኽእል። ከምኡውን ኣብ መጥባሕቲ እንድሕር ደኣ ደም ክፈሶ ትጽበ እንድሕር ደኣ ኮይንካ ደም ቀሪብካ ክትጸንሕ ኣለካ። ካልእ ደም ዘድልዮም ሰባት ድማ ካልእ ተወሳኺ ሕማማት ዘለዎም ከም በዓል መንሽሮ ዘለዎም ክኾኑ ይኽእሉ እዮም። ናይ ኩሊት ጸገም ዘለዎም ክኾኑ ይኽእሉ እዮም። ናይ ልቢ ፀገም ዘለዎም ክኾኑ ይኽእሉ እዮም። ምስ ዋሕዲ ደም ተተሓሒዙ ፀገማት ክመፅኦም እንድሕር ደኣ ዝኽእል ኮይኑ ከዓ ብብዝሒ ደም ከድልዮም ይኽእል ማለት እዩ። ኣብቲ ደም ዋሕዲ ንብሎ ድማ ኩሉ ሰብ ደም ዋሕዲ ዘለዎ ዘይኮነ ደም ዝወስድ እንታይ ደኣ እንድሕር ደኣ ኢልና ምስቲ ካልእ ሕማማት ኣወዳዲርካ እንድሕር ደኣ ሕማም ዘይብሉ እንድሕር ደኣ ጥዑይ ሰብ እንድሕር ደኣ ኮይንኻ ዝበዝሐ ግዜ ትሕቲ ሸውዓተ እንድሕር ደኣ ሂሞግሎቢኑ ደም ይወስድ። ዝለገስናዮ ደም ድማ ኣብ ደቂ ተባዕትዮ እንድሕር ደኣ ኮይኑ ኣብ ሰለስተ ወርሒ ሙሉእ ንሙሉእ ተተኪኡ እንደገና ክልግሱ ክእሉ ኣብ ሰለስተ ወርሒ ኣብ ደቂ ኣንስትዮ እንድሕር ድኣ ኮይኑ ድማ ኣብ ኣርባዕተ ወርሒ ካልኣይ ግዜ ክልግሳ ይኽእላ ስለዚ ኣወዳት እንድሕር ድኣ ኮይና ኣብ ዓመት ኣርባዕተ ግዜ ክንልግስ ንኽእል ኣዋልድ እንድሕር ድኣ ኮይና ድማ ኣብ ዓመት ሰለስተ ግዜ ክንልግስ ንኽእል ኣብ ናትና ግን ሕጂ እንታይ ኢና ንገብር ዘለና ንኹሉ ከነጠቃልል መታን ኣብ ኣርባዕተ ወርሒ ኣብ ኣርባዕተ ወርሒ እዩ ዝግበር ዘሎ እዚ ማለት ድማ ኣብ ዓመት ሰለስተ ግዜ ምልጋስ ደም ይግበር ኣሎ። ኣብ ናትና ቁፅሪ እንድሕር ዳ ሪእናዮ ድማ ዝሓለፈ ክልተ ዓመታት ሓሙሽተ ሚእቲ ዝኸውን ከባቢ ሰብ ደም ለጊሱ ኣሎ። ሕጂ ግን ኣብዛ ዓመት እዚኣ እንታይ እዩ ክኸውን ዘለዎ ብዝሒ ምስቲ ብዝሒ ዘለና ኣረኣኢኻ ብWHO ድማ እንታይ እዩ ዝበሃል ሚእቲ ሰባት እንድሕር ዳ ይቕመጡ ኣለዉ ኣብ ሓደ ቦታ ሓደ ሰብ ኣብ ውሽጢ ዓመት ክልግስ ኣለዎ ናይ ግድን ደም። በዚ ናትና ቁፅሪ እንድሕር ዳ ሪእናዮ ከባቢ ሓምሳ ሽሕ ሰባት ኣብ ካምፓላ ኡጋንዳ ንቕመጥ ኣለና እንድሕር ደኣ ኢልና፣ እንተ ወሓደ ሓሙሽተ ሚእቲ ደም ኣብ ዓመት ክልገስ ኣለዎ። እዚ ከኣ እንተ ወሓደ ኣብታ ሓንቲ ግዜ ክልተ ሚእቲ ሰባት ደም ክንልግስ ኣለና ማለት እዩ። እዚ ከኣ እንታይ ክንገብር ንኽእል ኢና፣ ብዙሓት ትካላት ኣለዋ ኣብ ካምፓላ፣ ተኣኪብኩም ከም ማሕበር ክትመጹ ትኽእሉ ወይ ከም ጉጅለ ክትመፁ ትኽእሉ ቤት ትምህርታት ትካላት ኩላትኩም ተኣኪብኩም ደም ክትልግሱ ኣለኩም። እዚኣ ሕጂ ናይ ሎማዓንቲ ቪድዮና ብዛዕባ ናይዚ ደም ምልጋስ እያ ነይራ ብሓፈሻ ግን ዝኾነ ናይ ጥዕና ፀገማት እንድሕዳ ኣለና ምኽሪ እንድሕዳ ደሊና ናይ ጥዕና ወይ መርመራታት እንድሕዳ ደሊና ኣብ ኢስት ኣፍሪካ መፂኹም ኣብዛ ሳውስ ፖይንት ሜን ብራንች ዘላ ካባላጋላ ወይ ድማ ኣብ ቡንጋን ኢንደባን ክልተ ካልኦት ብራንች ኣለዋ መፂኹም ምስ ሓካይም ተዘራሪብኩም ዘድልየኩም መርመራታትን መድሃኒታትን ክትወስዱ ትኽእሉ ኢኹም